ተመስገን ንምባል ገጣሚ ረድኤት ኣሰፋ ትርጉም ኣስመሮም ሓይሉ መኒኺ በዓልቲ ስቓይ ቁስልቲ መኒኺ ናብዚ ዘምጽኣኒ ስቓየ ርኢኺ ብቕድመይ ክትሓልፊ እልፊ ኣእላፍ ንብዓት ብእምነትኪ ተቋጺሩ ካብ ዓይነይ ኮብሊሉ ኣብ ቅድሚ በዒንትኺ ምናልባት ኣትዩ እንተ ነይሩ እስከ ድለይበይ ዘለና ልምዓተይ ዓለባ ሓዘነይ ድንገት ናትኪ መሲሉኪ ምስ ልምዓትኪ ጠቕሊልኪ ወሲድኪዮ ከይትኾኒ ዘለዎ ዩ ዝሰኾ እሞ ዓንቀጹ ዝፈለቕናሉ ሕጊ ንኣውያትኪ ክድረብ ንብዓትኪ ክድመር ካብ ዓይነይ ክዛሪ ረኺብኪዮ ከይትኾኒ ንብዓተይ ከናዲ ኣብ ናይ ዓይንትኺ ባሕሪ እንድዕገሪሙኒ ዝመረረ ኩሉ ንልበይ ዘቑስለ ብቕድመይ እንክትሓልፊ ቅሪብ ክርእዩ ቅሪበይ ቀለለ መከራይ ዝበልክዎ ንሞት ብዘሰብሃልኩሉ መከራ ክትበልዐ ሽግር ዝመሰለኒ ንጸሎት ዘምጻኒ ኣውያተይ ጠፈረ እንድዕ ገሪምኒ ብቕድመይ እንክትሓልፊ ንብዓተይ ተበተነ ኣብ ዓውደ ምሕረት ንጸሎት ዘምጻኒ ሽግረይ በለነ ኣብ መቕደሱ ቆይመ እንታይ ጎዲሉ ንኽብል ጠፊኡኒ ዝጠፍአ ሃበኒ ሃበኒ እምበር ተመስገን መዓስ ፈሊጡ ኣንነተይ ንስኺ በዓል ፍቕርኺ ሕጂ ኣብ ቅድመይ መጺኺ ጸሊኺ ዝኸድክዮ ከልቅሶ ሸጊርኒ ተኸቲሉ ክኸይዱ ኣለኹ ንብዓተይ ምለሲ ንብዓተይ ሃብኒ ኣንቲ በዓል ተሰቓይ በዓል ተሰቆዃ ኣብ ቅድመይ ቆይምኪ ናብ ፈጣርን ክትጽልይ ብዝሒ ምስጋናኺ ንብዓትን ክዓጦ ናተይ ጠፊኡለይ ናትኪ እየ ዝፈልጦ ከምዚ እዩ ነይሩ ትብልክዮ ካብ ወጋሕታ ንምሸት ካብ ምሸት ንወጋሕታ ተመስገን ኣምላኸይ ብሓደጋ መኪና ዓርቢ ዝወሰድካዮም ኣርባዕቲኦም ደቀይ ለካ ስምዓዩ ነይሩ ስለ ተሓልየለይ እንታይ ክበልዑ ኢልካ ከይጭነቐካለይ እወ በዓልቲ ቁስሊ ተመስገን እንክትብልዮ ኣብ መቕደሱ ቆይምኪ ናተይ በኒኑ ጠፊኡ ናትኪ እዩ ዝተረፈ ከምዚ ምስልኺ ተመስገን ኣምለኸይ ስለቲ ዝኾነ ኩሉ ስለ እንኾኖ ሰብኣያ ሓሙስ ዕለት ሓዚልካ ዘስገርካዮ ብኣኽናፈ ምብራቕ ለካስ ሓሲብካ ኢኻ ውሉዱ ክሞቱ ርእዩ ንኸይሳቐ ኣንቲ በዓል ስቓይ ነቢዓ ተንብዕ ተመስገን ዝጨደርኪ ጎረሮ ክሳብ ዝነቅዕ ናትኪ ተመስገን እዩ ብቓለይ ዘይፈልጦ ስቓየይ ክኸድዓኒ ንብዓተይን ክስወረኒ ከምዚ እዩ ዝብል ነይሩ ዝበልክዮ ቃላት መዓት ጠፊኡኒ ሎሚ ቀዳም ዕለት ሆስፒታል ውዒለ ሓኪም ነጊርኒ ካብ ምሪ ክለቅቕ ናይ ሓደ ሰሙን ዕድመ ከም ዝወሰኽካኒ ተመስገን ተመስገን ተመስገን ኣምላኸይ ቤተሰበይ ወሲድካ ዘይምግዳፍካ ንበይነ ዓንዲ በዓልቲ ንብዓት ወረግ ኣበይ ኣትዩ እቲ ናተይ ኣውያት ጎየ ዝመጻኽዎ ኸምዚ ዘጨነቐኒ ገንዘብ ስኢነ ትብል ድዩ ወይስ ሓዳር ሃበኒ ክብሪ የጽንዓካ በጃኻ ክሰርሕ ፕላሶ ሰልችዩኒ ገዛ ካብ ሃገር ክወጽእ ሓደራኻ ቪዛ ኩሉ ቀለለኒ ካብ ሓመድ ደቂቐ ምስ ቁስልኺ ተረኣእዩ ቁስለይ ተሳቒቐ ለካ ንብዓት ብትብዓት መዚንካ ምስትብሃል ተመስገን የብዲ ሃበንባ ተፈጸመ ገጣሚ ረድኤት ኣሰፋ ካብ ኣምሓርኛ ኣስመሮም ሓይለ ናብ ትግርኛ ተተርጎመ